እዚኤን ሰለስተ ኣርባዕተ ነጥቢ ዝረኣናየን ቅኑዕ ክንፈርድ ኣለና ወይ ብቅንዕና ክንመላለስ ኣለና ምሕረት ክንገብር ከም ዘለና ክንቃባበል ከም ዘለና መብጽሕና ክንፍጽም ንትምህርትና እታ ቀንዲ ደልያ ዘለኹ ምዛ ናይ ምዕራፍ ዓሰርተ ሓደ ናይ መሳፍንቲ ፍቃድ ኣምላኽ ምፍላጥ እያ ትብል ምክንያቱ ብቑዕ መስዋዕቲ እንዲኻ ከተቕርብ ፍቃድ ኣምላኽካ ክትፈልጥ ኣለካ እዚ ይፍታህ ዝተማባጽዖ ከምኡውን ዝፈጸሞ ኣብ ቅድሚ እግዚኣብሄር ከመይ ይረኣ? ቅኑዕ ወይ ቅቡል ድዩ ዋላስ? ኣብ ቤት ትምህርቲ ተዝህሉ ደስ ምበለኒ እንዳሓተትኩ ኢድና እንዳውጻና ገለ እዚ ግን ግዜ ይፍቅደልናን ዩ ዕግየይ ናብ ጉባኤ ስለ ዝኾነ ባዕለይ ክምልሶ ዘዳግም ዓሰርተ ክልተ ካብ ዕስራን ሸሞንተን ክሳዕ ሰላሳን ክልተ ነንብባ ከተንብበለይ ትኽእል ኢኻ ዑቕቢት ዘዳግም ምዕራፍ ዓሰርተ ክልተ ዒስራን ሸሞንተን ክሳዕ ሳላሳን ክልተን ምኽንያቱ ንኹሉ ሕይወትና መምርሒና መጽሓፍ ቅዱስ ወይ ቃል እግዚኣብሔር እዩ። ክንሪኦ ክንግምግሞ ክንእርም ተኾይንና ኸኣ ብቃል መሰረት እዩ። ብዝመሰለና ብዝተሰማዓና ኣይኮነን። ዘዳግም ምዕራፍ ዓሰርተ ክልተ ካብ ፍቅዲ ዒስራን ሸሞንተን ክሳዕ ሳላሳን ክልተን ጽን ኢልና ንስማዕ።
ኣብ ዓይኒ እግዚኣብሄር ኣምላኽካ ጽቡቕን ቅኑዕን ምስ ገበርካ፣ ንዓኻ ብድሕሬኻ ድማ ንደቅኻ ንዘለኣለም ምእንቲ ኺጽብቐልካ፣ ነዚ ኣነ ዝእዝዘካ ዘለኹ ዅሉ ነገር ሓልዎን ስምዓዮን። ነዞም ክትወርሶም እትኸዶም ዘለኻ ህዝብታት እግዚኣብሄር ኣምላኽካ ኻብ ቅድሜኻ ምስ ኣጥፍኦም፣ ንስኻ፣ ንስኻ ኸኣ ንኣታቶም ወሪስካ ኣብ ምድሮም ምስ ተቐመጥካ፣ ካብ ቅድሜኻ ምስ ጠፍኡ ደድሕሪኦም ብምስዓብካ ከይትሕንኮል፣ ብዛዕባ ኣማልኽቶም ከኣ፣ እዞም ህዝብታት እዚኣቶም ከመይ ገይሮም ኣማልኽቶም የገልግሉ ነበሩ፣ ኣነ ድማ ከምኡ ክገብር ኢልካ ከይትሓትት ተጠንቀቕ። ንኣማልኽቶም እቲ እግዚኣብሄር ዝጸልኦ ዘበለ ዅሉ ፍንፉን ነገር ይገብሩሎም ነበሩ፣ ንኣማልኽቶምሲ ኣወዳቶምን ኣዋልዶምን እኳ ብሓዊ የንድዱሎም ነይሮም እዮም እሞ፣ እግዚኣብሄር ኣምላኽካ ከምኡ ኣይትግበረሉ። እዚ ዝእዘዝኩም ዘለኹ ኹሉ ነገር ክትገብርዎ ተጠንቀቑ፣ ኣብ ልዕሊኡ ገለ ኣይትወስኹ ካብኡ ኸኣ ገለ ኣይትተንክዩ።
ጎይታ የሱስ ይባርኽካ ውዲት ሓውና ሰሚዕናዮ ዲና ኩላትና እሞ ቅቡል ዲዩ ነይሩ ወይስ ጌጋ እንታይ ዳኣ ፈሊሕኩም። ትሩ ኦር ፎልስ ዘይብሃል ተመልስየን ዘለዋ ጥራይ ወይ ተባረካ ቃሌ ጌጋ ብል ኣሎ በዚ ከኣ ቅኑዕ እብሊ ኣለዉ ካብኡ ብዙሕ ተማሂርና እንዲና ዮፍታሄ እቲ ዓንተቦይ ዘምጻእዎ እቲ ዓንተቦይ ዘምጻእዎ ሓሳብ ኣብ መብጽዓኡ ጸኒዑ ጽቡቕ እዩ ተማባጺዑ ዝጎድኦ እኳ እንተኾነ ኣይለወጦን ኣብ ቅድሚ እግዚኣብሔር ክብሪ ረኺቡ ናይ እምነት ጅግና እዩ ንኣምላኽ ዝፈሪ እዩ ግን ኣብዚ ኣብዛ ጉዳይ እዚኣ ግን ብዜሮ እዩ ረቢሑ ብዜሮ ትፈልጥዋ ዲኹም ብዙሕ ቁፅሪ ኣምፂኻ ሓደ ሚልዮን ዋላ ይኸውን ብዜሮ እንተርቢሕካዮ እንታይ ዝበካ ኣብ ኣምላኽ ናዕዳ ዘይብሉ እግዚኣብሔር ዘይቅበሎ እኳ ድኣ እግዚኣብሔር ሲ ዝፍንፍኖ እዩ ኣብ ዘዳግም ካብኦም ርኢኻ ከይትመሃር እሞ ንእግዚኣብሔር ስም ከመይ እዮም ዘምልኽዎ ከመይ እዮም ዘቕርብሎም ንኣማልኽቶም ኢልካ ስኻ ከምኡ ከይትገብር ተጠንቀቕ ኢልዎ ንሳቶምስ ንኣማልኽቶምሲ ኣወዳቶምን ኣዋልዶም ከይተርፉሓዊ የንድድሎም። ይፍታህ ዝማባጻዕ ዘሎ ከኣ በቲ እግዚኣብሄር ኣቐዲሙ ኣብ ዘዳግም ዝኸልከሎ ማለት እዩ። ስለዚ እዩ ኩሉ ግዜ ናብዚ ቤተክርስትያን ክንመጽእ ዘድልየና፣ ክንመሃር ዘድልየና፣ ከነንብብ ዘለና፣ መስዋእቲ ከነቕርብ ናብ እግዚኣብሄር ክንቀርብ ከለናስ ከምቲ እግዚኣብሄር ዝደልዮ ወይ ከምቲ እግዚኣብሄር ዝኣዘዞ ከም ፍቓዱ ምእንቲ ክንቀርብ እዩ። ከም ፍቓዱ እንድሕር ዘይኮነ ኩሉ እንታይ እዩ? ዜሮ እዩ ኣምላክ ኣይገብረልና ወረገይ ሓደ ሓደ ግዜ ሲ ማዓት ከማን ሒዝልካ ክመጽእ ይክእል እዩ ናዓካ ስለዚ ብዛዕባ መስዋእቲ ኩላትና ከም ንርድኦ ኣብ ብሉይ ኪዳን ኣብ ሓድሽ ኪዳን እውን ኣሎ ዓይነቱ ይቀያየር ኸውን እምበር መስዋእቲ ከተቕርብ ከለኻ ሕጊ ኣለዎ ስርዓት ኣለዎ ስቕ ኢልካ ኣይኮንካን ተቕርብ ዋላ ከመይ ዝበለት ድዑል በጊዕ ስለ ዝረኸብካ እዚኣ ንኣምላኽ መስዋእቲ ከቕርባ እየ ኢልካ መጺኻ ብኢድ ዋኒንካ ድሕሪ ሰዊእካያ ኣብ ቅድሚ እግዚኣብሄር ናእዳ የብሉን። ዋላ ናብ ካህን ከኣ ወሲድካያ እቲ ክስውእ ዝተፈቕዶ ሰብ ኣምጺኻዮ እውን እታ ዘምጻኻያ ትሕዝቶ እውን ኣበር ወይ እንከን እንድሕር ኣለዋ እውን ኣብ ኣምላኽ ናእዳ የብሉን። ክልተ ተጣሚሩ እውን ኣብ መሰውኢ ቦታ ወይ ኣብ ፈቐዶ ከድካ ተጌርካዮ እውን ከምኡ። ስለዚ መሰውኢ ፈሪሱ ተሎ መጸፍኡ ይሕደስ። ይህነጽ ካልኣይ እታ ንመስዋእቲ ትመጽእ ኩሉ ተፈቲሻ ብቕዕቲ ክትከውን ኣለዋ ሳልሳይ ናብቲ ንኽስውእ ዕድል ዝተዋህቦ ወይ ፖዚሽን ዘለዎ ሰብ እዚ እንተጠሚሩ ወይ ከኣ ብሓደ እንተኺዱ እዩ እቲ መስዋእቲ ኣብ ቅድሚ እግዚኣብሔር ተቐባልነት ዘለዎ እንተዘይኮነ ዓሺኻ ተባሂሉ ዝተባህሉ መራሕቲ ነገስታት ኣለዉ ደንጒኻኒ ትማሊ ክመጽእ ኢልካ ሕሊፍካሉ ከምዚ ኢሎም ብኢደ ዋንኖም ሰዊኦም ዝሰውእዎ ዘለዉ ንእግዚኣብሄርም ግን በቲ እግዚኣብሄር ዘይኣዘዞም ወይ እግዚኣብሄር ዘይከብረሉ ስለ ዝኾነ ገሊኦም መንግስቶም ተመንጢሎም ገሊኦምውን ብዙሕ መዓት ወሪድዎም ስለዚ መስዋዕቲ ሒዝና ናብ እግዚኣብሄር ክንቀርብ ከለና ሓደ ናይ ሓድሽ ኪዳን መስዋዕቲ ብመሰረት ሮሜ ገዛእ ርእስና ኢና ካልኣይ ከኣ እቲ ትሕዝቶና ኣነን ቤተይን ንእግዚኣብሄር ኢና ነገልግል ከምዝብል ቃሉ ንሕናን ናትና ዘበለን ናብ እግዚኣብሄር ሒዝና ክንቀርብ ከለና ከምቲ እግዚኣብሄር ዝደሊ ከምቲ እግዚኣብሄር ዝቅበሎ እንተ ዘይኮነ ግን ስለ መስዋእቲ ኢልካ ምቅራብ ስለ ኢልካ እንድሕር ኮይንካ ግን ሓደ ሓደ ግዜ ብዙሕ ጌጋታት ይፍጸም እዩ ምሳሌ ዓሰርተ ሸውዓተ ክልተ እንታይ ኢሉ ነፍሲ ብዘይ ፍልጠት ምዃና ጽቡቅ ኣይኮነን ነፍስስ ብዘይ ፍልጠት ክትከውን ጽቡቅ ኣይኮነን እንታይ ስለ ዝኾነ ኣብ ሆሴ ኣርባዕተ ሽዱሽተ እንታይ ኢሉ ህዝበይስ ኣብ ፍልጠት በቃ ፍልጠት እንተ ዘይብልካሲ ትጠፍእ ዋላ ፍልጠት ስለ ዝኣበኻካ ህንጥይ ትኸውን ትኽልከል ኢኻ ኩሉ ብፍልጠት ብምስትውዓል ብምርዳእ ክኾን ኣሎ ከም ቃሉ ክኸውን ኣሎ ኢሳያስ ሓሙሽተ ዓሰርተ ሰለስተ ከኣ እንታይ ኢሉ ትንቢተ ኢሳያስ ሓሙሽተ ዓሰርተ ሰለስተ ህዝበይ ሰኣን ፍልጠት ተማረኹ ኢሉ ምሳሌ ዓሰርተ ሓደ ጨሓቲ ከኣ ጻድቃን ግና ሳላ ፍልጠት ይናገፉ ሕጂ ፍልጠት ቀዳማይ ኣገዳሲ እዩ ንምንታይ ናብዚ ሕጂ ትምህርቲ ንመሃር ትምህርቲ ኣገልግሎት ንመሃር ወሪሑ ማለት እዩ ትምህርቲ ወደ መዝሙር ትምህርቲ ድሕነት ብዙሕ ሰንበት ሰንበት ስብከት ኣሎ እንታይ ትሉ ናብ እግዚኣብሔር ክንቀርብ ከለና መዝሙር ሒዝና ዲና ምስጋና ሒዝና ዲና ስብከት ሒዝና ዲና ክንቀርብ ከለና ከም ፍቃድ ወይ ከም ቃሉ ብምስትውዓል ክኸውን እንተዘይኮነ ኣብ ኣትሌቲክስ ኣነ ፅቡቅ ገይረ እንደ ዝፈልጦ ቅንኣትን ስምዒትን ዘለዎም እንደገና ካብ ብፍላይ ካብ ርሑቕ ከምዚ ኣጻድፍ ዘለዎ ዓድታት ድሕሪ መጺኦም ክወዳደር እየ ክኣቱ እየ የእትዉኒ እምበር ከምዚ እዩ እንደገና ተፈተንካዮም በቃ ይቕድምዎም ከዓ ነቶም ዋና ኣትሌታት ማለት እዩ ኦይ እሞ ናዕና ነጥቢ ኣብዚኣ ስለ ኦቨርኦል ክንወስዳ ስለ ዘለና ዋንጫ ኣብዚኣ ክነእትዎም ኣለና ኢልና ነእትዎም ዘእተናዮም ነይሩ ገሊኦም ካብ ጫፍ ካብ ጫፍ ጫፍ ዝመፁ ማለት እዩ ውድድር ክጅመር ከሎ ተኹሲ ከይሰማዕካ ወይ ተበገስ ዝበሃል ኣይትብገስን ኢኻ። እሳኻ ክልተ ገሊያ መጠንቀቕታ ካብ እንዮ የለን። ተዳሎ ምስ ተባህለ ይብገሱ። ቢጫ ካልኣይ ሓደስ ካብ ዝገርመኩም ንኣብ ንኤርትራ ወኪሉ ኣብ ኦል ኣፍሪካን ጌምስ ኣብ ኣልጀርስ ከይዱ በዛ ተዳሎ ተሰሪዙ ዲስኳሊፋይድ ኮይኑ ክንደይ ወርሒ ሙሉእ ኣብ ሆቴል ተዓፂኻ እቶም መራሕትን ሚኒስተራትን ፕረሲደንትን መጺኡ ኣፋኒካ ኣጆኹም ንስኹም ከምዚ ኢኹም ከም ኣምባሳደራት ኢኹም ኢሉ ኣፋኒካስ ንሕና ከኣ ንከታተል ከመይ ወጽ እቱ ተነስ ዲስኳሊፋይ ሕጂ ሕግን ስርዓትን ዘይምፍላጥ እዛ ስዌ ናብ ዝኾነ ስራሕ ናብ ዝኾነ ትምህርቲ ክትከይድ ከለኻ ኦሬንቴሽን ይኹን ብዘይ ኦሬንቴሽንሲ እንታይ ከኣ ሞት ከይኑ ስለዚ እዚ ትምህርቲ ዘድልየና ዘሎ ከመይ ኢልና ክንስውእ ከም ዘለና ኣብዚ ይፍታሄ እቲ ጸገሙ ናቱ ናቱ ኣይኮነን እንድዩ እንታይ ኢልና ኣብቲ መእተዊ የሕዋቱ ኣይተቐበልዎን ሰጒጎም ምስ ምናምንቲ እዩ ከኣ ዓብዩ ምስ ወልሓንቲ ወረ በላታት ማለት እዩ በዚ ናይ ቋንቋ ናይ ሹቕ ስለዚ ወላ ሓንቲ ዝፈልጦ የለን ወጺዖሞ እዮም ኣሕዋቱ ምስ ህዝቢ ኣምላኽ ኮይኑ ኣይተማህረን ስለዚ እንታይ ዝስዋእ በቲ ቦታ ዝረኣዮ ጥራይ እሱ ከኣ ንኣምላኽ እዩ ከሐጉሶ እዩ በቃ እሳ ዝለዓለት መስዋእቲ ነይራ ትኸውን እያ ኣብ ኣሕዛብ እሱ ከኣ ከምኡ ኢሉ ተማባጺ ማለት ግን እግዚኣብሔር ኣቐዲም ብድሕሪኡ እንተዝህቦ ትእዛዝ ከማን ስድሓን መሳፍንትሲ ድሕሪ ዘዳግም እዩ ኣቐዲሙ ግን ተዋሃቢ ሕጊ ነይሩ ከምኡ ኣይትግበር ተጠንቀቕ እዚ ኣብ ቅድሚ እግዚኣብሔር ፍንፉን እዩ ርኹስ እዩ እግዚኣብሔር ኣይድግፎን እዚ ኸኣ ሕጊ ዘለዓለም እዩ ኹንካ ዝተባህለ እዩ ስለዚ እሱ ግን ስለ ዘይፈለጠ ስለ ዘይስተውዓለ ሰኣን ፍልጠት ከኣ ስለ ትማረኽ ስለ ትጠፍእ ነፍሲ እውን ብዘይፍልጠት ምዃና ጽቡቕ ኣይኮነን ኢሉ ተወጺዑ ማለት እዩ ስለዚ ፍልጠት ክህልወና ኣለዎ ብዛዕባ ፍቓድ ኣምላኽ እንታይ ምዃኑ እንፈልጠሉ መገዲ ኸኣ ኣብ ቃሉ ጥራይ ስለዚ ናብ ቃሉ እየ ክመልሰኩም ደልየ ካብ ጉይይ መዓር ሰብሳድ መሓዝ ዝብል መዝሙር ሚእትን ዓሰርተ ትሽዓተን ሚእትን ሓሙሽተን እንታይ ኢሉ ኩላትና ንፈልጣ ቃልካ ንእግረይ ንመገደይ ኣሜን ንእግረይ መብራህቲ ንመገደይ ከዓ መብራህቲ እንተሎ ብርሃን እንተሎ እዚኣ ሕጂ ኣምላኽ ረዲእና እምበር እንተትኸይድ ነይራ ካሜራ ምተሰበረት ትኸውን ኣብቲ ዝበለ ጸልማት ሲ ትጋጮ ምዕተቡ ኣይትፈልጥን ኣብ ጉድጓድ ስለዚ ብርሃን የድልየካ ብርሃን ሲ ቁኑዕ ክትከይድ ከይተጋገኻ ንኽትከይድ ዝሕግዘካ እዩ ክንገይሽ ከለና መገሻ ብዙሕ እንዲ ኣነ ዝገይሽ እሞ ምወሰድኩኹም እብለካ ንኸረን ክትከይድ ዋላ ብገለ ንባጽዕ ግን መብራህቲ ሲ ኣሰክፈኒ የብላ እንታ ሚኪና ናይ ምሸት ኢኻ መብራህቲ ዘይብላ እንተ ንኸይድ ሲ እንታይ ትኸውን ኣብታ ሚኪና መብራህቲ እንድሕር ዘይገጠመ ዘይሰርሕ ኮይኑ ኣብቲ ጽርግያ ወይ ኣብቲ መንገዲ ከኣ ብርሃን የለን ስለዚ ከምኡ ንኸይከውን ሕጂ ቀዳማይ ንመርጾ ቃል ኣምላኽ እንተለና ግን ኣብ እግርና እንታይ ተተኺሉ ኣሎ ልክዕ ከምቲ ከምዚ ባውዛ ድሕሪኡ ከኣ ብርሃን የንጸባርቕ ማለት እዩ ሽዑ ኣይንጋገን ትኽክል ዝኾነ መስዋእቲ ከኣ ነቕርብ ኣብ መዝሙር ሓደ ክልተ ከዓ እንታይ ኢሉ ነቲ ሕጉውን ለይትን መዓልትን ዝመራምሮ ሰብሲ ብፁዕ እዩ በቃ የተመሰገነ ነው ማለት እዩ ብፁዕ ምስጉን ሰብ ብሩክ ሰብ እዩ ማለት እዩ ነየናይ ነቲ ሕጊ ንቃል እግዚኣብሔር ለይትን መዓልትን ዝመራምሮ ስለዚ ብግዚኡን ብዘይ ግዚኡን ቃል ኣምላክ ከነንብብ ኣለና ነቲ ውሽጣዊ ሰብና ከዓ ቃል እግዚኣብሔር እንታይ እዩ ምግቢ እዩ

እዚ ናይ ምድር ምግቢ እየ ዝብለኩም ዘለኹ ንስጋ ዘድሊ ስለዚ ቃል እግዚኣብሄርሲ ነቲ ውሽጣዊ ሰብና ብ ውሽጣዊ ሰብና ክንብርትዕ ከም ዘለና ነቲ ብመልክዕ ኣምላኽ ዝተፈጥረ ሓድሽ ሰብ ልበሱ ስለ ዝብል ንሱ ክወጽእ ከም ፍቓድ ኣምላኽ ክንመላለስ ቃል እግዚኣብሄር ኣጸቢቑ የድልየና ማለት እዩ እያሱ ሓደ ሸሞንተ ከኣ እንታይ ኢሉ ነቲ ኣብኡ እተጻሕፈ ተጠንቂቕካ ምእንቲ ክትገብሮስ መዓልትን ለይትን ኣስተንትኖ እምበር እዚ መጽሓፍ እዚ ካብ ኣፍካ ኣይትበል ምንባብ ምጽናዕ መጽሓፍ ቅዱስ Again Meditation ኩሉ ማለት እዩ ዝኸይድ ኮፍ ኢልካ ከተንብብ ተኽኢልካ ተንብብ ኣብ መንገዲ ተወጺኻ ካብ ብዛዕባ እቲ ዝተምሃርካዮ ወይ ዘንበብካዮ ተሰላስል ማለት እዩ ምስልሳል ሜዲቴት ክትገብር ከለኻ ሲ ልክዕ ከመይ ሕሰብዎ መሲልኩም እዞም ባዮሎጂ ተምሃሩ እዮም ጽቡቅ ገይሮም ዝፈልጥዎ ምግብሲ ንበልሕ ኢና ምሽ ምግቢ እቲ ኣብታ ናይ መወዳእታ እየ ዝኸይድ ዘለኹ ጸኒሕኩም ስምዑን

ናብቲ ኩሉ ኣካላትካ ኣይኪይድን እዩ ዘሎ ማለት እዩ ኣብቲ መንፈሳዊ ማለት እዩ ስለዚ ሜዲቴሽን ከም ዳይጀስቲቭ ሲስተም ይካየድ ኣሎ ማለት እዩ ካብኡ ናብቲ ሰርኩላቶሪ ሲስተም ክኸይድ እዩ ከምኡ እንዳበለ ዓሰርተ ሲስተም እዩ ኣብ ኣካላትና ዘሎ ናንሕድሕዱ ዝዳጋገ ስለዚ ናብታ ትድለ ናብታ ትድለ ተኣቱ ሽዑ ከዓ ብቑዕ ሰብ ኮይኑ ደው ኢልና ክንመላለስ ዝገብረና ዘሎ ካብ ዝገርመኩም ብዓይኒ ዘይርኣዩ ማይክሮስኮፕ ዝኾኑ ሴላት እዮም ዘለውና እዛ ደረቅ ባኒ ኢና ደረቅ ባኒ ብሳይዝ ዓባይ ደረቅ ዝኮነት ኢና ናብ ኦም ክነእትዋሲ እንታይ ብልሓት ንጥቀም እት ባንስ ንፈልጣ ኢና ምሽ ክንድዚኣ ትኮን ሳይዛ እሞ ከኣ ሃርድ እያ እሞ ንመን እዩ ክዋሃብ ደልዩ ዘሎ መሲልኩም ነቲ ብዓይንካ ዘይረኣ ማይክሮስኮፕ ዝኮነ ህዋስ ስለዚ እቲ ኣብኡ ዝመጽእ ስርዓተ ምሕቃቅን ስርዓተ ናይ ደም ናይ ኩሉ ንርኣዮ ስለዚ ቃል እግዚኣብሄር በሊዕካ ጥራይ ተሪካ ኮፒያ ኢላ ዘላ ዋላ ሓንቲ ንዕኡ ከተሰላስሎ ብዙሕ ምስኡ ተጻወት ኢልዎ። ተጻወት ኣብ በት ምባልካ ኣብ ምእታውካ ኣብ ምውጻእካ ንደቅኻ መሃሮም ክብከሉ ዝብቁ ጥራይ እንድሕር ኮንካ ግን እዚ ኩሉ ኣብ ኣካላትካ ይወሃሃድ ማለት እዩ ምሉእ ሰብ ትኸውን ኣብ ቅድሚ ኣምላኽ ክትርኣ ከለኻ ከኣ ብቑዕ ሰብ ትኸውን ተቕርቦ መስዋእቲ ከኣ ብቑዕ ይኸውን ስለዚ ንቃል ኣግዚኣብሄር ዘለና ግዜ ኣጸቢቕና ምኽንያቱ ከም ፍቓዱ ኢና ከነገልግል ዘለና ክንመላለስ ዘለና። ኣብዚ ኣብነት ዝኾናና ናይ መወዳእታ ክንሪኦ እንተኾይና ከኣ ማርታን ማርያምን እየን። ማርታን ማርያምን ኩላትና ኢና ንፈልጠን እምሽ? ወረ ሓደ ሓደ ስድራስ ድሕሪ ማና ተወሊዶም ደቂ ኣንስትዮስ ማርታን ማርያምን እዮም ዘውጽእን። ከምኡ እኳ ኣሊፍኒ ኣነ። ማርታን ማርያምን ማርታን ማርያምን ከምኡ ይወጽእ። እዚኤን እታ ሓንቲ ምጽእ ስለ ዝበለ ጋሻ ማለት እዩ ጎይታናን መድሕን የሱስ ክርስቶስ ጥሕኒ በጽቢጻትሉ። መሊሳ ንእግሩ ማይ ሂባቶ ዲግዲገት ተዓጢቓ ናብቲ ውሽጣ ጥዕጫ ትስንክት ብዙሕ ከምዚ እያ ትብል ኔራ ማርያም ከኣ በንጻሩ ኣብ ገዝኣስ ከም ጋሻ ኮፍ ኢላ ስለዚ ተገልግል ተገልግል በቃ ዋው እዩ ዘብል ብቅዓታ ክትነፍዕ ኣንታ እምበር እዚኣስ ጓል እያ ጓል ዶ ጋሻ ኣላ እዩ እም እሽ ከምኡ ይባሀል ጓል ኣንስተይቲ ተባሂለኽ እሞ ከኣ ኣብ ገዛ ኣብ ደይ ገዝኣ ከማን ጓል ጋሻ ኣይኮነትን ጓል ኣንስተይቲ ርድኢይ ምሽ ዋላ ነጸላኺ ነቀምጥ ኣቢልክን ኢኽን ናብ ሕልበት ምውቃዕ እግእ እልካ ናብ ስራሕ ትኣቱ ማለት እዩ ከምኡ እንድዩ እዚኣ ግን ማርያም ግን ከም ጋሻ ኣብ ገዝኣስ ከም ጋሻ ነይራ ማለት እዩ ሽዑ ግን እቲ ፍርዲ ምስ መጸ ግን እቲ ኣጎልጉለታ ጀሚሩ ሽዑ መወዳእታ ጥርዓን ናብ የሱስ

ግን ከም ፍቓዱ ከም ቃሉ እቲ ዘገልግል እቲ ዝምዕድ ኢሉ ብምምዓድ ይጽናዕ እቲ ዝምህር ብምምሃር ይጽናዕ ኮምፕቲሽን እንዳ ገበረ እንዳ ተሓለለ እንዳ ጉረምረመ እንድሕር ኮይኑ ግን ስለዚ ናብ ኣገልግሎት ኢና ንወጽእ ዘለና ናብ ስራሕ ኢና ንዋ እዚ ኩሉ ዝጸንሐ ትምህርታት ድራማ ይኹን መዝሙራት ኩሉ ከምኡ እዩ ከምኡ እንድሕር ኮይኑ ግን ከም ፍቓድ ኣምላኽ ምእንቲ ክኸውን ኩሉ ግዜ ከም ማርያም ኣብ እግሪ የሱስ ኮይንና ኮፍ ኢልና ንቓሉ ክንምገብ ኣለና ሽዑ ወጺእና ኢፌክቲቭ ኣብዚ ሕጂ እዋን

ኣምላኽ ዝሕጎሰሉ ኣገልግሎት ኢኻ ተገልግል ኣኣ ኣብ ኣምሓርኛስ ሓደ ኣበሃህላ ኣሎ ኣመንቲ ዝጥቀምሉ ማለት እዩ ለጌታ ከመሩት ወደ ጌታ መሩት መብዛሕትኦም ኣምሓርኛ ስለ ትሰምዑ ለጌታ ከመሩት ወደ ጌታ ንጎይታ ካብ ትጎየሉ ካብ ትልኣኹ መጀመርያ ናብ ጎይታ ጉየ ኣበይ ዝሰፈርካ ኣበይ ኢካ ዊዒልካ ዘለካ ምሳካ ክውዕል ምሳካ ክሓድር ኢልካ ካእ ናብ እሞ ጉየ ሽዑ እሱ ምስ ለኣከካ ጽቡቅ እኮ እንተዘይ ኮነ ግን ምሱ ግዜ ዘይብልካ ንቃሉ ከምቲ ዝግባእ ዘይሓዝካ እንታይ እዩ ፍቃዱ ከይፈለጥካ ዝለዚ ኣብዚ ሕጂ እዋን ናይ ዘመነ መሳፍንቲ ኮይኑና ዘሎ ኩ ብዙሕ ዘገልግሉ ኣለዉ ብዙሓት ንኣገልጉሎት ተዋፊሮም ኣነስ ኣብ ኦርቶዶክስ ከምኡ ይመስለኒ ነይሩ እሞ ሓደ ግዜስ ቆልዓ ወሊድና ምውፋይ ገለ ምስ ኮነሲ ኣብ ክልተ ዝተገምዑ ግሩብ ሪድ ኔረ ኣነ ከኣ በቃ ምውፋይ ምሳና ወዓሉ ገለ ተኮምሲ እቶም ሓደ ከም ዝመጹ ምስ ፈለሱ እቶም ሓደ ጽባሕ ኢና ንመጽእ ኢሎም ረዳእኩም ኣለኒ ኣብ ማይ ተመነ ስም ምጓኒፉ ኔሩ ነቶም ቀሽስ ከይድንጉ ኢላስ ካብ ጎረቤቶም ዘለዉ ተቐዲሱ ስለ ዝጸንሖም እቶም ቀንዲ ኣባት ነፍሳ ነቲኦም ሓፍ በሉ ኢሉ ነቶም ምስ ዝመጹ ጠንጢኖሞ ከይደ ሽዑ ለሚነን ካልእ ሓሪደን ከምዚ ሕጂ ኣብ መንፈሳዊ ኣብ ኣማንታ እንተ እቲኣ ነቢያት እዮም እቲኦም ኣገልገልቲ እዮም እቲኦም የገልግሉ እኮ ኣለዉ ግን ሰላም ክበሃሉ ዘይክእሉ እሞ ከ ተረጋጊጾም ዝኸዱ እሞ ሽዑ ተኸድካ ከዓ ከምዚ ናሆም ክሰርሑ ዝጸንሐ ከዓ ይንበዩ ትንቢት መጸካ ኣገልግሎት ዋው ገለመለ ድሕርቲ ፕሮግራም ውፅእ ምስ በልካ ግን ካልእ ዓይነት ህይወት ሕጂ ኣገልግሎት ኣብ መድረኽ ጥራይ ክርስትና ኣብ መድረኽ ኣይኮነን ኣብ ኣብ ቤተክርስትያን ጥራይ ኣይኮነን ደይሊ ላይፍ ናትና እዩ ኣምልኾስ ናብራ እዩ ሂወትና እዩ ከምኡ ምዃኑ እንተለና ምስ ኩሉ ሰብ ብሰላም ክንነብር ብዝተኻእለ መጠን እዩ ፒስ ሜከር ክንኮን ኣለና ገበርቲ ሰላምስ ውሉድ ኣምላኽ ክበሃሉ እዮም ብፁዓን እዮም ኢሎም ብፁዕ ዝበሃል ሰብ ብሩኽ ዝበሃል ሓደ ገባሪ ሰላም እዩ ስለዚ ሰላም ክህልወና ኣለዎ ምስ ሓደ ሰብ ከማን ምስ ሓደ ሰብ ከማን ቂምን ባእስን ክህልወና ኣለዎ ብቀዳማይ ኣብቲ ናይ ጾምን ጸሎትን ፓስተር ኣቀዲሙ ዘጠንቅቀና ይቅረ ዘይበልኩም ለምተለዉ ርኸብዎም ብስልኪ ይኹን እንተ ኣብኣ ዋላ ዘይትረኽቦም ተኾንኩም ተነስሑ በቃ እሱ ሒዝካ ናብ ኣምላኽ ክትቀርብ ከለኻ እዩ ጽቡቅ እንተ ዘይኮነ ኣበይ ዘሎ ኣብቲኣ ዘላ ኣቲ ኣገልግል እሞ እንታይ ከም ማርታ ትኸውን ማለት እዩ ብዙሓት እኮ ኣገልጊሎም እዮም ኣብ መወዳእታ ደረቶም ነፊሖም ምስ መጹ እንታይ ዲልዎም ኣቱም ገበርቲ ዓመጻ ከቶ እሞ ብሽክለታ ኮይነ ተነቢና ኣይፈልጥን እየ ብዙሓት ኮይም ሕሙማትን ኣናጊፍናን ሂሊን ነይሩ ብዙሕ ኮይነ ጥምታን ኖ እሶም ገበርቲ ዓመፃ ሂዱ ዶ ኣገልግሎ ስለዚ ናይ ዘገልገልካ ዘይኮነ ከተገልግል እንተኾንካ መስዋዕቲ ከተቐርብ ተኾንካ ኣገልግሎትናስ መስዋዕቲ ስለዝኾነ ህይወትና መስዋዕቲ ስለዝኾነ ብቑዕ መስዋዕቲ ዝበሃል ከም ፍቓድ ኣምላኽ ስለዚ ፍቓድ ኣምላኽ ምፍላጥ ብጣዕሚ ብጣዕሚ ብጣዕሚ የገድሰና እዩ ከይባላሾ ጀሚርና ከይነቋርጽ ማለት እዩ ክሳዕ መወዳእታ ፍቅሪ ኢሉ ክሳዕ መወዳእታ ኣይተቋርጽና ኢሉ ኣገልጉሎት ኣይቋርጽን ኩሉ ኣይቋርጽን እዚ ክኸውን ምእንቲ ከም ንቃሉ ንመለስ ግዜ ንውሰድ ንመርምር ኣብኡ እንድሕር ኬድና ከኣ ልቢ ጎይታ ጽቡቅ ጌሩ እዩ ዘርድኣና ጽቡቅ ጌሩ ሕጂ ሓንቲ ሕጊ ሕጊ ድሓን ንበሎ ከም ሕጊ ወይ ከም ስርዓት ኣብ ሓድሽ ኪዳን ቆይማ ዘላ መባእታ ወይ ዕሽርካ ሒዝካ ምስ መጻእካ እዩ ወይ እንተ መጺኻ ኣብ መንገዲ ከኣ ትዝ እንተ ኢልካ ሓብትኻ ተቀይማትልካ ከም ዘላ ወይ ሓውኻ ጉሂ ወይ ብጻይካ እንታይ ኢሉ መጀመርታ ነቲ መስዋእቲ ኣብዚ ግደፎ ኪድ ሰላም ግበር ተዓረቅ ተማጻረ ድሕሪኡ መጺኻ ኣቅርቦ ቅቡል ኾነካ ኣልያ ባዕሉ ፈለጥ እንታይ ዝገበርና ኢና ኣብዚሕዎኳ እዩ ኪድ ኣነ ናይ ኣምላኽ እንተ ኢልካ ግን ነበር ናብ ኣምላኽ ኣይትቀርብን ዲኻ። ኣብ ገለ ገለ ሃይማኖታት ካብዚ ናትና ወጻኢ ማለት እዮም ብዘይ የሱስሲ ስርዓት ኣለዎም ኣምልኾ ገብሩ እዮም ንየሱስ ኣይተቐበሉን ንፈቶ ሃይማኖት ካብኡ ስለ ዝመጻና ማለት እዩ ግን ብዘይ ባይካ ሓደ እኳ ናብ ኣቦ ዝመጽእ የልቦን ይብሉ እቲ ኣገልግሎቶም ስኸመይ ይኸውን የሰክፈካ ምሽ ለይቲ ተሲኦም እዮም ዘቐድሱ ብዙሕ ዋጋ እዮም ዝኸፍሉ ልዕሊ ሓምሳ ሱሳ ሚእቲ ኪሎ ሜተር እዮም ባዶ እግሮም ዝኸዱ ናብ ደብሪ እንዳበሉ ኣቦኻ እንታይ ኢልዎም ኣብቲ ናይ ከረን ምልዋጥ ብኡ ዝተመርኩ ፍቁር ወደይ ንሱዩ ንሱ ዝብለኩም ስምዑ ኢልዎም ንስ ንሳቶም ዝብልኦም ስምዑ ኣይኮነን ኢሉ ንሱ ስለዚ ንየሱስ ኢኻ ትሕዞ ዘለካ የሱስ ከይሓዝካ ዝግበር የለን የሱስ ኣብ መወዳእታ ንዓና ክበና ከሎ ከም ናይ ኣቦኡ እቲ ተልእኾ እቲ ንዝሪኦ ዘሎ ሓዉ ዘየፍቅር ነቲ ዘይሪኦ ኣምላኸ ፍቅር እየ ዝብል እንተሎስ እንታይ ኢልዎም ሓሳዊ ሓሳዊ መን እዩ ኣብ መጽሓፍ ቅዱስ ሰይጣን ንሓሶት ከኣ ኣቦኣ እዩ ሕጂ ፖይንት ኦፍ ኮንታክትስ ምስ ሰይጣን ጀሚርካ ኣለኻ ማለት እዩ ስለዚ እዚ ከይከውን ምእንቲ መጀመርያ ከምቲ ብዘይ ክርስቶስ ናብ ኣቦ ዘይትበጽሕ ብዘይ ሓውኻ ከኣ ወይ ብዘይ ሓብትኻ ከኣ ናብ ክርስቶስ ኣይትበጽሕን ኢኻ ስለዚ ቅድም ምስኡ ተዓረቕ ምጻእ ተቐበል እንተዘይኮነ ስለዚ መሓርቲ ምሕረት ክረኽቡ ክንቀባበልን ዘለና ኩሉ ህይወትና ንሰብሲ ክርስቶስሲ እንተ ሓቲትናሲ ብዛዕባ ሰባት እዩ ዋጋ ዝኸፈለሉ ንወዲ ሰብ እዩ ስለዚ ሓን ኣብነት እየ ዘምጻልኩም ዘለኹ ከም ፍቓዱ ከነገልግል ስለ ዘለና ምስ ሓደ ተቓያይምካ ከለኻ ተባኢስካ ከለኻ ሕማቕ እንዳ ገበርካ ተራጋጊጽካ ክትከይድ ከለኻ ግን ከመይ ጌርካ ናብ ኣምላኽ ድራር ጎይታ ከማን ክትወስድ ኣይግባኣካን እዩ በዲልካ ክኸውን ይኽእል እዩ ዓሚጽካ ክኸውን ይኽእል እዩ በቃ ይቕረ በለሎም ይቕረ ተባሃል እዚ ሕጂ እቲ ስርዓት ናይ ሓድሽ ኪዳን እዩ ስለዚ ከም ሕጉ ከም ስርዓቱ ጌርና መስዋዕቲ ከነቅርብ እዩ ዝደለ ጎይታ ንዝሰማዕናዮ ቃል ኣብ ልብና የሕድሮ ጸኒሕኩም ስለ ዝሰማዕኩምኒ የመስግን እግዚኣብሔር ይባርኩም ይሓልኹም ጸጉ የብዝሓልኩም ንጸሊ።